ደሓር ከኣ ዓሚ ኮላይ ዳዊት መስፍን ሎም መዓልቲ ከኣ ምስ ሓው ሄኖስ ምስ ሓፍትና ሚርያም ከኣ ብሓቂ ይሕጉሰኒ ብዛዕባ ሚርያም ቁሩብ ክዛረብ ዕስራ ግዜ ካብ ጀርመን ደዊሉ ንኽመጽእ ሓቲቱኒ ኣተባቢዕኒ ኢላ ሓቃ እያ ጽቡቕ ከም ትዛረብ ግምት ነይሩኒ እቲ ትዛረቦ ግን ከምዚ ዝሰማዕኩ ክሳብ ክንድዚ ምሒር ጽቡቕ ምዃኑ እንተዝፈልጥ ሽሕ ግዜ ምደወልኩላ ነይረ ዝኸበርኩም ተሳተፍቲ ሰሚናር፣ ኣቐዲመ ገለ ሓሳባት ንምግላጽ ብዝተዋህበኒ ዕድል ምስጋናይ ኣቕርብ። ንሳልሳይ ግዜ ኢና ንከምዚ ዓይነት ሰሚናር ኣብ ስቶኮልም ንራኸብ ዘለና። ነዚ ዳርጋ ልሙድ ዓመታዊ መደብ እናኾነ ዝመጽእ ዘሎ ሰሚናራት ንምድላው ዕዉት ጻዕሪ ይገብሩ ንዘለዉ ኣባላት ማሕበር ሰላምን ዲሞክራስን ኣድናቖተይን ምስጋናይን እገልጽ። ቅድሚ ሓደ ዓመትን ፈረቓን ኣቢሉ ብክልተ ሽሕን ክልተን ኣብዚ ተራኺብና ብዛዕባ ሃገራዊ ዋዕላን ዕርቅን ተመያይጥና። በቲ እዋንቲ ኣነ ዝተዛረብኩሉ ጉዳይ ዕርቅን ሰላምን ብህፁፅ ከም ዘድልየና ነዚ ዝእምት ነይሩ እኳ ደኣ ቅድሚ ሃገራዊ ዋዕላ ዕርቂ የድልየና እዩ ዝብል ነይሩ እቲ መርገፀይ ካልኦት እኳ ካልእ መርገጽ ነይርዎም። ካብታ ኣኼባ እቲኣ ንደሓር ዝተረኽበ ምዕብልናታት ወይ ለውጥታት መዓት እዩ። ካልእስ ይትረፍ ገለ ካብቶም በቲ ግዜ እቲ ምሳይ ኣብዚ መድረኽ ወጺኦም ብዛዕባ ሰላምን ዕርቅን ዝምድሩ ዝነበሩ ከይተረፉ ወይ መርገጺኦም ቀይሮም፣ ወይ ከኣ ሓቀኛ መንነቶም ተጋሊጹ ሕጂ ካባና ቁሩብ ፍንትት ኢሎም ዘለዉ መስሉ። ኣብዛ ዝሓለፈት ዓመት ዝተረኽበ ነገራት ብዙሕ እዩ። ንዓይ ከም ውልቀ ሰብ ብዘጋጠመ ኩነታት ክጅምር ፍቐዱለይ። ካብ ወርሒ ሕዳር ክልተ ሽሕን ሰለስተን ዓመተ ምህረት ጀሚሩ፣ ሓደ ሰብ ንገለ ሓይልታት ወኪሉ ይመስል ሽም ብርዒ ተጠቒሙ ኣብ ልዕለይ ጠገለ ዘይብሉ ናይ ጸለመ ጎስጓስ ኣካይዱ። ሽም ኣይጠቅስን'የ። ኣነ ገና ዝመተ ኣብ ልዕለይ ከም ዝተጀመረ ከይፈለጥኩ ከለኹ ናይ ዕላማ ተሓባበርተይ፣ ገሊኦምስ ብኣካል ዘይፈልጦም ዝኾኑ ደቂ ሃገር ዓገብ ኢሎም ብፍትሓዊ መንፈስን ብሓርበኛዊ ሓቦን ተላዒሎም ነቲ ጎስጓስ መኪቶም መዋፈርቱን ሃንደስቱን እንታዎት ምዃኖም ብዝኣክል ኣሚቶም ንመሰለይን ንመሰል ኩላትናን ብዘደንቕ ኣገባብ ተኸላኸሎ። ቅድሚ ሎሚ ጸገማት ኣሕሊፈ እየ። ብዙሕ ዓይነት ክድዓትን ጥልመትን ተዓዚበ እየ። ናይዚ ሽምብርዒ ተጠቒሙ ከጥቅዓኒ ዝተላዕለ ፍጥረት ግን ዘይተጸበኹዎ ስለ ዝነበረ ብሓቂ ገሪሙኒ። በቶም ኣብ መሰለይን መሰል ኩላትናን ዝተዋፈሩ ተቓለስቲ ግን ናይ ብሓቂ ተሓቢነን ተተባቢዐን ኣስማቶም በብሓደ እናረቋሕኩ ኣብዛ እዋን እዚኣ ምስጋናይ ንነፍሲ ወከፎም ከቕርብ ደስ ምበለኒ ኮይኑ ግን ግዜ ስለ ዘይብልና ብሓበራ ንኹሎም ብዝወሰድዎ ተባዕን ሓላይን ስጉምትታት ተዓዊተን ተሓቢነን እየሞ ካብ ልቢ ዘመስግኖምን ዝኾርዓሎምን ምዃነይ ክገልጽ እዚ ገዛ ክፈቕደለይ እሓትት ኣለኹ። ምስዚኣ ኣተሓሒዘ ክገልጻ ዝደሊ ነጥቢ ኣላ። እቶም ሽምብርዒ ተጠቒሞም ንምጽላመይ ዝተዋፈሩ ጠላማት ንዓይ ተዓቢጥ እዩ ዝዛረብዶ ኣብ ጉድጓድ ተሓቢ እዩ ዝተናኾል ንዝብል ሓሶት እዮም ኣጽዒቖም ክዘሩ ፈቲኖም ወዮ ደኣ ንሓሶት ገለ መቐረት ዝረኽቡሉ ኮይኖም እምበር ምሕባእ ወይ ምዕባጥ እንታይ ማለት ምዃኑ ዝጠፍኦም ኣይመስለንን። ካብኡ ተረፈ ኣነ ቅድም ኮነ ሕጂ መንነተይ ኣይሓባእኩን። ሕጂ በዛ እዋን እዚኣ እንተኾነት እውን ገጸይ እናተራእየን ቪድዮ እናተሳእልኩን እየ ዝዛረበኩም ዘለኹ። ገጸይ ኣይተሸፈነን፣ ማስኬራ የብለይን። እቶም ብናይ ብርዒ ሽም ዝጽሕፉ ግን ተለልዮም ከም ዘለዉ እናፈለጡ ገና ኣብ ጉድጓድ ኣለዉ። ኣናጹ ድዮም ኣትማን ክፈልጠልኩም ኣይክእልን። ብርግጽ ዝፈልጦ ግን እዞም ሰባት እዚኦም ጸልማት ተኸዲኖም እንተዘይኮይኑ ብቕሉዕ ክኸሱን ክወቕሱን ዘይከኣሎም፣ ሓቅን ፍትሕን ዘይብሎም፣ ሓሶትን ተንኮልን ዝሞያኦም እናስሓቑ ዝናኸሱ ከይሰመይሱ ምዃኖም ኢዩ። ኣባላት ተቓወምቲ ኢና ዶ ካብቶም ጸገምቲ ኢና ዶ ምባሎም ብዘየገድስ እዞም ዝተባህሉ ከይሰመይሲ ዛጊት ካብ መስርሕ ቃልሲ ተቓውሞ ማለት ሓቀኛ ተቓውሞ ዘልገሱ ምዃኖም እናበርሀ ይመጽእ ኣሎ። እዚ ኣብ ኩነታት ተቓዋሚ ኤርትራዊ ሓይሊ የምጽኣና። ኩነታት ተቓዋሚ ደምበ ኣዝዩ ዝተሓላለኸ እናኾነ መጽእ ኣሎ። ኣየናይ ተቓዋሚ እዩ ሓቀኛ ተቓዋሚ? ኣየናይኸ ተቓዋሚ ዝብል ቅጽል ለጢፉ ብዝተፈላለየ ጥበብ ንተቓውሞ ከዳኽም ዝዋፈር ዘሎ? እዝን ከምዝን ሕቶታት ናይ ግድን ዝለዓለሉ መድረኽ ኢና በጺሕና ዘሎና። ካብቲ ኣቐድም ኣቢለ ክጠቕሶ ዝጸናሕኩ ነጥብታት ተበጊስኩም፣ ኣብ ዝሓለፈ ዓመት ኣሉታዊ ተረኽቦተት ጥራይ እዩ ዘጋጠመ ክብለኩም ዝደለኹ ከይመስለኩም። ዓቢ ኣገዳስነት ዘለዎ ለውጥታት ተመዝጊቡ እዩ። ኣብ ዝተፈላለየ ውድባት ካብ ዘለዉ ገለ ኣካላትን ሓይልታትን በብሓቀኛ ዝምባሌታቶም ዝፈላለዩን ዝራኸቡሉን ዝዛመዱሉን መስርሕ ዝቕልጥፍ ዘሎ መሰል። እዚ ዘይተርፍ ክኸውን ዘለዎ ምዕባለ ብምዃኑ ኣነ ብወገነይ ሓንጎፋይ ኢለ እቕበሎ። ኣብ ውድብ ተጋድሎ ሓርነት ኤርትራ ሰውራዊ ባይቶ ዝተኸስተ ዘይተርፍ ዝነበረ ናይ ምጽራይ መስርሕ፣ ንሃገራዊ ዋዕላ ዝዓደመ ማኒፈስቶ ካስል ኣፍርዩ። ንምትእኽኻብን ስኒትን ሓቀኛ ሃገራዊ ሓይልታት ጽዑቕ ወፈራ ንኽግበር ግርም መንቀሊ ኮይኑ እዩ። ከምኡውን ኣብ ውድብ ህዝባዊ ግንባር ሰልፊ ዲሞክራሲ፣ ሕጂ ሰልፊ ዲሞክራሲ ኤርትራ፣ ቅሉዕ ብዘይኮነ መልክዕ ክኸይድ ዝጸንሐ ምፍሕፋሕ ውርዙይ ብዝኾነ ኣገባብ ኣብ ምፍልላይ ተበጺሑ ኢዩ። ካብ ተኣካልቲ ሕጂ ኣብ ታሪኽ ህዝባዊ ግንባር፣ ንመጀመርያ እዋን ምስቲ ነባር ዝኾነ ተቓዋሚ ሓይልታት ምስ ፍልልያቱ እውን እንተኾነ ብልቢ ክሳነዩ ዝኽእሉ ናይ ፖለቲካ ተዋሳእቲ ተላዒሎም እኒሀው። እዚ ብናተይ ኣረኣእያ ኣብ ኣብ መጻኢ ቃልስና ዓቢ ግደ ክህልዎ ዝኽእል ኣገዳሲ ተረኽቦ እዩ። እቲ ኣቐዲመ ዝጠቐስኩዎ ታሪኻዊ ማኒፈስቶ ካስል ሃገራዊ ዋዕላ እቲ እንኮ መንገዲ ዓወት ንዲሞክራስን ሰላምን ቅሳነትን ምዃኑ ሓቢሩ፣ ፈታዊ ህዝቡ ዝኾነ ወዲ ሃገር ጥራይ ከይኮነ ተማጻደቕትና ዝኾኑ ወጻእተኛታትን እውን ንምዕዋቱ ክተሓባበሩ ተማሕጺኑ እዩ። እዚ ናይ ሃገራዊ ዋዕላ ጻዕርታት ይተዓወትዶ ይፍሸል፣ ይስለጥዶ ይህጎግ ዝብል ምርጫ መለለይን መፍለይን ሃገራውያንን መታለልትን ኮይኑ ኣሎ። መን ነዚ ዋዕላ እዚ ክሰልጥ ከም ዝደልዮ፣ መንከ ክሃጎግ ከም ዝደልዮ ዛጊት እናበርሀ ዝመጽእ ዘሎ መስል። ሃገራዊ ዋዕላ ንኸይግበር ብዝተፈላለየ ሰላሕታዊ ኣገባብ ዝንቀሳቐሱ ኣካላት ኣለዉ። ኣነ ሓደ ካብቶም ሃገራዊ ዋዕላ ዝድግፉ እየ። ኣገዳስነት እዚ ዋዕላ እዚ ምሒር መሰረታዊ ስለ ዝኾነ ነዚ ዋዕላ እዚ ንምርግጋጽ ዝግበር ዘሎ ጻዕርታት ንክመክን ዝዋፈር ኣካል መን እዩ እንታይ እዩ ታሪኹ ብዘየገድስ ውድዓዊ ተሓባባሪ መንግስቲ ኢሳያስ እዩ። ብመጠን ከኣ ስቓይ ህዝብና ንናይ ምንዋሕ መደብ ዝተቐበለ ተጻይ እዩ ማለት እዩ። በዛ እዋን'ዚኣ እምበኣር መን እዩ ሓቀኛ ተቓዋሚ መን እዩ'ኸ ተሓባባሪ መንግስቲ ኢሳያስ ንምፍላጥ ኣብ እንጥቀመሉ መዐቀኒታት ሓደ ሃገራዊ ዋዕላ ይስለጥ'ዶ ዝብል እዩ። ኣብ ሃገራዊ ዋዕላ ብዙሕ ጉዳያት ዘተ ክግበረሉ እዩ። ሓደ ካብቲ ኣገደስቲ ጉዳያት ጉዳይ ቅዋም እዩ፣ ጉዳይ ሕገ መንግስቲ እዩ። ብዛዕባ ቅዋም ቅድሚ ሎሚ ተመያይጥና ኔርና ኢና። ልክዕ ቅድሚ ዓሰርተ ዓመታት ማለት ብሽሕን ትሽዓተ ሚእትን ተስዓን ኣርባዕተን ኣብ ናይ ካስል ፈስቲቫል ንቕዋምን ቅዋምነትን ብዝርኢ ሓደ መደረ ኣስሚዐ። ምይይጣት ተኻይዱ። እቲ መደረውን ብጽሑፍ መልክዕ ተዘርጊሑ። ደሓርውን ብክልተ ሽሕ ዓመተ ምህረት ኣብዚ ከተማዚ ኣብ ዝተገብረ ከምዚ ናይ ሎም ኣኼባ ንሕጊ እንዳባ ብምጥቃስ እቲ ሓቀኛ ተሳትፎ ህዝቢ ዘለዎ መስርሕ ኣነዳድፋ ቅዋም ከመይ ክኸውን ከምዘለዎ ብዝያዳ ርኢና። ስለዚ ቅዋም ሓደ ካብቲ ኣብ ዝሓለፈ እዋናት ዘትኮርናሉ ጉዳያት እዩ ነይሩ ክበሃል ይከኣል እዩ። ቅድሚ ሎሚ ንዝተዛረብናሉ ጉዳይ መሊሰ ክዛረበሉ ኣይመርጽን፣ ማለት ናይ ግድን ኣድላዪ እንተዘይኮይኑ። እምበኣር ሎሚ እውን ዝዛረበሉ ዘለኹ ምሒር ኣድላዪ ኮይኑ ስለ ዝተረኽበ እዩ። ስለምንታይ? ስለምንታይ ብዛዕባ ቅዋም፣ ብዛዕባ ሕገ መንግስቲ ሎሚ ምዝራብ ኣድላዪ ይኸውን? ቀዳማይ፣ ኣብ ኤርትራ ቅዋም የለን። ቅዋም ማለት እኮ ሓደ ሃገር ብግብሪ ብተግባር ዝግልገለሉ ሕጊ ማለት እዩ። ኣብ ግብሪ ዝወዓለ ቅዋም ዝበሃል ኣብ ግብሪ ዝወዓለ ቅዋም ዝበሃል ሕጊ የልቦን ኣብ ኤርትራ። ኤርትራ ቅዋም ዘይብላ ቅዋም ዘይብላ ጉዳም ሃገር እያ። ምዃኑ እኳ ምዃኑ እኳ ሓቂ ንሓቂ ንዛረብ እንዲ ዝበሃል ዘሎ ቅዋም ዝበሃል ሰነድ ሃልዩዋ ነይሩ እንተዝኸውን እውን ብዙሕ ፍልልይ ኣይንገበረን ሓቂ ሓይሽ። ሕግን ስርዓትን ክበሃል ከሎ ብፍጹም ዘርዕዶን ዝርብሾን ስሱዕን ገባትን ዝኾነ ውልቀ ምልካዊ መንግስቲ ኢሳያስ ዋላ ብናቱ ቅዋም እውን ክግዛእ ማለት ዘበት እዩ። ካልኣይ፣ ቅዋም ሓደ ካብቲ ኣብ ሃገራዊ ዋዕላ እንዛረበሉ ጉዳያት እዩ። እምበኣር እቲ ንቅዋም ዝርኢ ዝርርብ ኣብ ኣየናይ ሕቶታት ከተኩር ከም ዘለዎ ኩላትና ክንመያየጠሉ ኣድላዪ እዩ። ሳልሳይ፣ ንቕዋም ብዝርኢ ብተቓወምቲ ወይ ብተቓወምቲ ኢና ዝብሉ ገለ ኣካላት ሓደገኛ ዝኾነ መርገፂ ተወሲዱ ዘይርትዓውን ዘይቅኑዕን ሓሳባት ይግለፅ ኣሎ። እዚ መርገፅኣትን ሓሳባትን እዚ ንሃገርና ሰላምን ፍትሕን ከምፅኣላ ዘይክእል ንኹነታት ህዝብና ብሓቂ ኣብ ግምት ዘየእተወ፣ ሓልዮት ሕብረተሰብ ዘይብሉ፣ ብዛዕባ ሳዕቤን ዘይግደስ ስሱዕ መንፈስ ዘንጸባርቕ እዩ። በዚ ምኽንያት'ዚ እምበኣር ንጉዳይ ቅዋም፣ ቅድሚ ገለ ዓመታት ተዛሪበሉ ክንሰይ ነዚ ናይ ሕጂ ኩነታትና ኣብ ጸብጻብ ብምእታው ኣሕጽር ኣቢለ ክምለሶ ተገዲደ ኣለኹ። ናይ ሎሚ መዓልቲ ርእስትና እምበኣር ንምንዳፍ ቅዋም ኣብ ኤርትራ ዝምልከት ኮይኑ መበገሲ ሰነድ ኣለናዶ ዝብል ሕቶ'ውን ዘጣመረ እዩ። ነባራት ተቓወምቲ ኤርትራ፣ ነቲ ብመንግስቲ ኢሳያስ ዝካየድ ዝነበረ ምንዳፍ ቅዋም ተባሂሉ ዝተጸውዐ መስርሕ ብዘየዋላውል ነጺጎሞ እዮም። ሕጂ ግን ምስ መንግስቲ ኢሳያስ ወይ ካብ መንግስቲ ኢሳያስ ተፋቲሕና ኢና፣ ተቓወምቲ ኮይንና ኢና ዝብሉ ጉጅለ ነዚ ናይ ነባራት ተቓወምቲ ኣረኣእያ ዝጻረር መርገጽ ወሲዶም ይንቀሳቐሱ ኣለዉ። እዞም ጉጅለ እዚኦም ክሳብ ናይ ምስረታ ጉባኤኦም ህዝባዊ ግንባር ሰልፊ ዲሞክራሲ ክበሃሉ ጸኒሖም ሕጂ ሰልፊ ዲሞክራሲ ኤርትራ ተባሂሎም ዘለዉ እዮም። ንቕዋም ብዝርኢ ሰልፊ ዲሞክራሲ ካብ መንግስቲ ኢሳያስ ብመሰረቱ ኣይፍለን እዩ ክብል እኽእል እየ። እንታይ እዩ እቲ ፍልልዮም? ቅሩብ ፍልልያት ኣለዎም። እንታይ እዩ እቲ ፍልልዮም? ኣቶ ኢሳያስ ሕግን ስርዓትን ዝብላ ቃላት ስለ ዘይቀባበለኦ፣ ዋላ ነታ ኣብ ትሕቲ ጽላሉ ዝተነድፈት ንዕኡ ዘይትጓዳእ ሰነድ ንዓኣ ውን ክሳብ ሕጂ ኔው በልዋ ኢሉ ኣሎ። ወያ ቅዋም ከምቲ ሕሩይ ተድላ ኣብ ሓደ ኣጋጣሚ ዝበሎ ገና ደሮና ትቑሕም ኣላ። እዞም ሰልፊ ዲሞክራሲ ግን ቅዋም ኣብ ኤርትራ ከም ዘሎ ገይሮም ይዛረቡ። ነዚ ኣብ ግብሪ ምውዓል ከይጀመረ ዝተንጠልጠለ ሰነድ ዕላዊ ናይ ኤርትራ ቅዋም ከም ዝኾነ ገይሮም ይዛረብሉ። እኳ ደኣ ፖለቲካዊ ሰልፊ ኮይንና ኣለና ክብሉ ከለዉ ቆይምናሉ ዘለና ብመሰረት ቅዋም ኤርትራ'ዩ ኢሎም ካብቲ ሰነድ ዓንቀጻት እናጠቐሱ ነቲ ሰነድ ከም ሓቀኛ ቅዋም ገይሮም ይዛረቡ ኣለዉ። ስለዚ እቲ ዕላዊ መርገጽ ናይዚ ሰልፊዚ ኤርትራ ቅዋም ኣለዋ፣ እቲ ቅዋምቲ ከኣ ኢቲ ብህግድፍ ብመንግስቲ ኢሳያስ ዝቖመ ኮሚሽን ዝነደፎ ሰነድ እዩ ዝብል እዩ።